ክቡራትን ክቡራንን ተኸታተልቲ መዛናግዒ መደባት ሲነማ ሰመረ ንዓኻትኩም ይኾኑ እዮም ዝበልናዮም ኣዛነይቲ ኣዛናጋዕቲ መሃርትን ቁምነገር ሓዘልን ዋዛታት ገና ዋሕዞም ቀጻሊ እዩ። ሰለስተ ናይ ምስማዕ ሽግር ዝነበሮም ዓበይቲ ሰብኡት ሓደ ረፍዲ ኣብ ከተማ ይዛወሩ ነበሩ። ቀደማይ ሰብኣይ ሎሚ መዓልቲ ዘሎ ንፋስ ኣዝዩ ሓያል እዩ። ካልኣይ ሰብኣይ፣ ልክዕ ኣሎኻ፣ ኣይተጋገኻን፣ ሎሚ ሓሙስ እዩ። ሳልሳይ ሰብኣይ፣ ጽቡቕ ሓሳብ እዩ፣ ንኺድ ቡን ንስተ። ሓደ ቆሎ ክበልዕ ዝወዓለ ሓድሽ መርዓዊ፣ ንገዝኡ እናኸደ ከሎ፣ ኣብ መንገዲ ጸጸኒሑ ጥራጥ እናመጾ ኣሸገሮ። ጥራጡ ክሳብ ገዝኡ ዝበጽሕ ክውዳእ ተስፋ እናገበረ ናብ ገዝኡ በጽሐ። ሰብኣይ ንገዝኡ ምስ በጽሐ፣ ሰበይቱ ኣብ ኣፍ ደገ ጸኒሓ፣ ሓንቲ ህያብ ኣዳልየልካ ስለ ዘለኹ፣ ዓይንኻ ብጨርቂ ተሸፊንካ ኢኻ ንገዛ ትኣቱ። ኣነ ክሳብ ዘይፈታሕኩልካ እዛ ጨርቂ ካብ ዓይንኻ ከይተልግሳ። ብምባል ንዓይኑ ብጨርቂ ፍጹም ከም ዘይርኢ ገይራ ሸፈነቶ። ብኢዱ እናምርሐት ናብ ውሽጢ ገዛ ኣእትያ ከኣ ኣብ መንበር ኮፍ ኣበለቶ። ሰብኣይ ኮፍ ምስ በለ ጥራጥ መጾ። እንተኾነ ግና ኣብ ቅድሚ እታ ቅድሚ ቁሩብ መዓልታት ዝተመርዓ ሰበይቱ ምጥራጥ ስለ ዘሕፈሮ ጥራጡ ክዓቁር ተገደደ። ኣጋጣሚ ኮይኑ ተሌፎን ጭር በለት። ሰበይቱ ከኣ ክሳብ ተሌፎን ተዛሪባ እትምለስ እታ ጨርቂ ከይትንክፋ ኣጠንቂቓቶ ናብታ ተሌፎን እትርከበላ ክፍሊ ከደት። ጽቡቕ ኣጋጣሚ ዝረኸበ ሰብኣይ ጥራጡ ከይተሰከፈ ሰደዶ። ከይጨኑ ብምባል ከኣ ጅቡ ውጺኡ ነቲ ገዛ ነገፎ። ጸኒሑውን ጥራጥ ንኻልኣይ፣ ንሳልሳይ፣ ንራብዓይ ግዜ መጾ። ሰበይቱ ቅድሚ ምምላሳ ከኣ ነቲ ብርቱዕ ድምጺ ኣሰንዩ ብተኸታታሊ ዝመጾ ዝነበረ ጥራጥ ከይተሰከፈ ፈነዎ። ከም ኣመሉ ብጅቡኡ ነቲ ገዛ እናነገፈ ነቲ ሽታ ከህድኦ ፈተነ። ጸኒሓ ሰበይቱ ዘረባኣ ወዲኣ ተመልሰት እሞ፣ በልህ ሎሚ ዕለተ ልደትካ ስለ ዝኾነ እዛ ህያበይ ተቐበለኒ፣ ኢላ ነቲ ጨርቂ ካብ ዓይኑ ፈትሐትሉ። ሰብኣይ ዓይኑ ምስ ተኸፍተሉ ቅድሚ ነቲ ዝተዳለወሉ ህያብ ምርኣዩ ነቶም ነቲ ዓቢ ጠረጴዛ ከቢቦም ኮፍ ኢሎም ክጽበይዎ ዝጸንሑ ወለዲ መርዓትን ጎረባብትን ርእዩ ብስንባ ደቀ ዘዜ። ሰለማዊት ኣብ ሓደ ሆቴል ናብ ዝርከብ ናይ ደቂ ኣንስትዮ ዓይኒ ምድሪ ኢዳ ንኽትሕጸብ ኣተወት። እቲ ዓይኒ ምድሪ ሰለስተ ክፍልታት ኣብ ውሽጡ ዝሓዘ ስለ ዝነበረ፣ ካብ ሓንቲ ተዓጽያ ዝነበረት ክፍሊ፣ መን ኢኺ? ዝብል ድምጺ ሰምዐት። ኣነ ሰለማዊት'የ። ከመይ ቀኒኺ ጽቡቅ ስድራ ቤት ኩሎም ከመይ ኣለዉ ኩሎም ጽቡቅ ኣለዉ ስራሕ ከ ኣብ ናይ ቀደምኪ ዶ ኣለኺ ኣይፋለይን ናብ ኢላ ሰለማዊት ዘረባኣ ከይ ወደእት ከላ እታ ብውሽጢ ኮይና ትዛረብ ዝጸንሐት ሰበይቲ ውጺ ኢላ ስምዒ እንደ ንስኺ ስለምንታይ ኢኺ ተላግጽለይ ዘለኺ? ተሌፎን እኳ ምዝራብ ከሊእክኒ! ኢላ ነታ ሒዛታ ዝነበረት ሞባይል ተሌፎን ናብ ገጻ ክትድርበየላ ደለየት። ሳሙኤልን ጆንን ዝተባህሉ ክልተ የዕሩኽ፣ ነዊሕ ጉዕዞ ብመኪና እናተጓዕዙ ከለዉ፣ ሓደ ምሸት መኪንኦም ኣብ መገዲ ተበላሸወት። ናብ ኣብ ቀረባኦም ዝነበረት ገጠር ብምኻድ ከኣ፣ ኣብ ሓንቲ ገዛ የሕድሩና ክብሉ ማዕጾ ኳሕኩሑ። ሓንቲ ጽብቕቲ ሰበይቲ ማዕጾ ምስ ከፈተቶም ነታ ለይቲ ኣብ ገዛኣ ከተሕድሮም ለመንዋ። እንተኾነ ግና ሰብኣየይ ካብ ዝመውት ሒደት መዓልታት እዩ ጌሩ። ስለዚ ሎሚ ኣብ ገዛይ እንተድኣ የሕዲረኩም ህዝቢ እዛ ዓዲ ብኻልእ ክርድኦ ስለ ዝኽእል ኣብዚ ከሕድረኩም ኣይክእልን እየ ክትብል እታ ሰበይቲ መለሰትሎም። ንሳቶም ከኣ። ደሓን ጸገም የለን ንሓንቲ ለይቲ ስለ ዝኾነ እንተ ደኣ ፈቒድክልና ዋላ ኣብቲ ከብትኺ ዝሓድራሉ ደምበ ክንሓድር ንኽእል ኢና በልዋ። ኣብኡ ኸኣ ሓደሩ። ድሕሪ ትሽዓተ ኣዋርሕ ሳሙኤል ሓንቲ ደብዳቤ ካብ ጠበቓ ናይታ ሰበይቲ መጸቶ እሞ ንዓርኩ ደዊሉ ስማዕ እስኪ እታ ቅድሚ ትሽዓተ ኣዋርሕ ኣብ ደንበ ናይ ከብቲ ዘሕደረትና ሰበይቲ ትዝክራዶ? እወ እወ ኣጸቢቐ ይዝክራ። እቲ ሽዑ ለይቲ ምስ ደቀስና፣ ተሓቢእካ ናብ መደቀሲ እታ ሰበይቲ ኬድካ ኔርካ ዲኻ? ጁን ብሕፍረት፣ ኣይትሓዘለይ፣ ኣይነገርኩኻን እምበር እወ። ሳሙኤል፣ ሓቀኛ ስምካ ዘይኮነ፣ ናተይ ስምን ኣድራሻን ከም ናትካ ጌርካ ከም ዝነገርካያ ውን ሕጂ ፈሊጠ ኣለኹ። ሕጂ ውን ብሕንከት፣ ሳሚ ሓወይ፣ በጃኻ ኣይትሓዘለይ። ሳሙኤል፣ በሊ የቐንየለይ። እታ ሰበይቲ ትማሊ ክትሓርስ ስለ ዝሞተት ብመሰረት ሓበሬታኻ ኩሉ ንብረታ ብኑዛዜኣ ንዓይ ገዲፋትለይ ኣላ በሎ። ሓደ ሃብታም ሰብኣይ ነዊሕ እዋን ዝጸንሐ ናይ ምስማዕ ሽግር ስለ ዝነበሮም ብዙሕ ግዜ ናብ ሕክምና ይመላለሱ ነበሩ። ግና ክሕሾም ኣይከኣለን። ሓደ መዓልቲ ሓደ ፍሉጥ ናይ እዝኒ ሓኪም ካብ ወጻኢ ሃገር ናብታ ከተማ መጸ እሞ ሰብኣይ ተስፋ ሰኒቖም ናብቲ ሓኪም ከዱ። ሓኪም ኩሉ ኩነታቶም ድሕሪ ምምርማር ሓንቲ ኣብ ውሽጢ እዝኒ እትስኳዕ መሳርሒ ገበረሎም። ሰብኣይ ኩሉ ነገር ብዘይ ጸገም ብንጹር ክሰምዑ ጀመሩ። ኣዝዮም ከኣ ተሓጎሱ። ሓኪም ድሕሪ ወርሒ ክምለስዎ ነጊርዎም ስለ ዝነበረ ከኣ ኣብታ ዝተባህልዋ ዕለት ናብ ሓኪም ተመልሱ። እታ ዝገበርኩልኩም መሳርሒ ከመይ ተስምዓኩም ኣላ? ክብል ሓኪም ሓተቶም። ሰብኣይ ብፍሽኽታ ኣዝያ ጽቡቕ ተስምዓኒ ኣላ፣ ሽግር ናይ ምስማዕ ዝብሃል የብለይን በሉ። ብስርሑ ዝተሓጎሰ ሓኪም፣ እሞ ቤተሰብኩም ደኣ ኣዝዮም ተሓጒሶም ይኾኑ እምበር፣ በሎም። ሰብኣይ ከይተደናጐዩ፣ መሕወየይ ንወላ ሓደ ሰብ ኣይነገርኩን፣ ኣብዛ ዝሓለፈት ወርሒ ኸኣ እንታይ ከም ዝብሉ ኢለ ጽን ኢለ ክሰምዖም እየ ወሪሐ። ዝገርመካ ዶክተር፣ ኵሉ እቲ ዝበልዎ ምስ ሰማዕኩ፣ እቲ ቕድሚ ሕጂ ጽሒፈዮ ዝነበርኩ ናይ ውርሻ ኑዛዜ ኵሉ ከም ብሓድሽ ቀይረዮ። በልዎ። እርጋን ዘተሓሳሰባ ሰበይቲ፣ ንእሽተይ ንኽትመስል ኢላ ዝተፈላለዩ መመላኽዒ ቅብኣትን ካልእን ድሕሪ ምጥቃም ንሰብኣያ ከምዚ ክትብል ሓተተቶ፣ ዘይትፈልጠኒ ኔርካ ተትኸውን ብምርኣይ ጥራይ ጓል ክንደይ ዓመት ኢልካ ምገመትካኒ ኔርካ? ሰብኣያ ትቕብል ኣቢሉ፣ ጸጉሪ ኸርኢ እየ፣ ጓል ዓሰርተ ሸሞንተ ዓመት፣ ቆርበት ክርእየ ጓል ዕስራ ዓመት፣ ቅርጺ ክርእየኻ ጓል ዕስራን ሓሙሽተን ዓመት ኢሉ ዘረብኡ ከይወደኣ ሰበይቲ ብታሕጓስ ክትዘልል ጀመረት። እንተኾነ ሓጎሳ ከይወደኣት ከላ ጽንሕ'ባ ክጅምሮ በላ። ሰብኣይ ኣብ ሓደ ቤት ምግቢ ኣትዩ መረቕ ደርሆ ኣዘዘ'ሞ፣ ኣሰላፊ ይቕሬታ ምረቕ ደርሆ ሕጂ ወዲእና። ኣጋጣሚ ኮይኑ እዘን ኣብ ድሕሬኻ ዘለዋ ዓባይ ሰበይቲ ነታ ናይ መወዳእታ መረቕ ደርሆ ኣዚዘንኣ በሎ። መረቕ ደርሆ ክበልዕ ኣዝዩ ሃሪፉ ዝነበረ ሰብኣይ ናብተን ሰበይቲ ቁልሕ እንተ በለ እተን ሰበይቲ ነታ መረቕ ዝሓዘት ዓማቕ ሸሓኒ ካብ ጥቐኣን ኣርሒቐን ኣተኲረን ይጥምታኣ ነበራ። ሰብኣይካ ይቕሬታ ግበራለይ እዛ መረቕ ደስ ኣይበለትክንን ድያ? ኢሉ ሓተተን። እወ ደስ ኣይበለትንን፣ እንተድኣ ደሊኻያ ግና ክትበልዓ ትኽእል ኢኻ ኢለን ሃበኦ'ሞ ሰብኣይ ኣመስጊኑ ተቐበለን። ካብታ ክሳብ ኣፋ መሊኣ ዝነበረት ሸሓኒ ብማንካ ነቲ መረቕ እናጸንፈፈ ከኣ ሽዑ ንሽዑ ኣፋረቓ። ኣብ ፍርቂ ምስ በጽሐ ግና ሓደ ነገር ኰርኵሖ። ዓጽሚ መሲልዎ በቲ ማንካ ከውጽእ እንተ በሎ ኸኣ ሓንቲ ኣንጭዋ ዀይና ጸንሐቶ። ብኡ ንብኡ ኸኣ ነታ ሸሓኒ ብተምላስ መልኣ። ሰበይቲ ነዚ ርእያ። ኣነ ኸማን ልክዕ ከማኻ ኣብ ፍርቂ ምስ በጻሕኩ'የ ዝበላዕኩዎ ኩሉ ብምውጻእ ነታ ሸሓኒ መሊኤያ። በሎ። ሰለስተ የዕሩኽ መንግስተ ሰማያት ቅድሚ ምእታዎም፣ ሓደ መልኣኽ፣ ኣብዚ ግዝኣት ድላይኩም ክትገብሩ ፍቑድ እዩ፣ እንተኾነ ናብታ ኣብቲ ማዕዶ ዘላ በዓቲ ክትኣትዉ ፍጹም ኣይፍቀደልኩምን እዩ፣ ኣብኣ ክኣቱ ዝተረኽበ ከኣ ከቢድ መቕጻዕቲ'ዩ ዝጽበዮ ክብል ኣጠንቀቖም። እንተኾነ ትሕዝቶ'ታ በዓቲ ንምርኣይ ኣዝዮም ተሃንጥዮም ስለ ዝነበሩ፣ መጀመርታ ሳሚ ከይወዓለ ከይሓደረ ናብታ በዓቲ ክኣቱ ተታሕዘ። ከም መቕጻዕቲ ከኣ ምስ ሓንቲ ኣዝያ ክፍእቲ ሰበይቲ ኣብ ሓደ ገረብ ብዓቢ ሰንሰለት ተኣሲሩ፣ ህይወቱ ምሉእ ንዘለኣለም ኣብኡ ከም ዘሕልፎ ተገብረ። ዳዊት እውን ድሕሪ ሓደ ዓመት ናብታ በዓቲ ክኣቱ ተታሕዘ። ልክዕ ከም ሳሚ ኸኣ ምስ ሓንቲ ኣዝያ ክፍእቲ ሰበይቲ ኣብ ሓደ ገረብ ብዓቢ ሰንሰለት ተኣሲሩ ህይወቱ ምሉእ ንዘለኣሎም ኣብኡ ከም ዘሕልፎ ተገብረ። እቲ ሳሳዮም በየነ ግና ካብ ብጾቱ ተማሂሩ ናብታ በዓቲ ክኣቱ ኣይደፈረን። ብሰላም ከኣ ንብዙሕ እዋን ተቐመጠ። እንተኾነ ሓንቲ መዓልቲ፣ እቲ መልኣኽ ሓንቲ ኣዝያ ጽብቕቲ ጓል ሒዙ መጸ እሞ፣ ንበየነ ምስኣ ኣብ ሓንቲ ገረብ ብሰንሰለት ኣሰሮ። በየነ ብምግራም፣ እንታይ በደል ፈጺመ ደኣ ትኣስረኒ ኣለኻ? ክብል ነቲ መልኣኽ ተወከሶ። እቲ መልኣኽ ከኣ፣ ኣይ! ንስኻስ ዝበደልካዮ ነገር የለን። እንተኾነ ንሳ ልክዕ ከምቶም ብጾትካ ናብታ ዘይትፍቀድ በዓቲ ክትኣቱ ስለ ዝተታሕዘት እያ በሎ። ደቂ ኣንስትዮ ምዃን ኣቤናኒ ኣርባዕተ ግዜ ተመርዕየ ተፋቲሐ እየ ሕጂ ከኣ እዛ ሓሙሸይቲ ክልተ ቆልዑት ምስ ወለድና ምስ ስድራይ ክጸንሕ እየ ክትብለኒ ጀሚራ ኣላ ጠቅሊለ በይነይ ንኽነብር ዶ ክውስን